ኣበይ እሞ ወለደይ ተዝኣምን ካብ ጓና ኣበይ እሞ ንእስነት ተዘይሽውደኒ ብስምዒት ተደፋፊኤ ክብረይ ተዘይቐንጥጥ ኣበይ እሞ ንእስነተይ ከምታ ወለደይ ዘዕበዩኒ ሰለምታ ኣይረሳዕኹን ፍትዋት ተኸታተልተይ እንኳዕ ብሰላም መጻኹም እሎ መዓልቲ ሒዘልኩም ዝመጻኹ ልክዕ ከምቲ ኣብ መእተዊ ዝሰማዕኹምዎ ሓንቲ ስደተኛ ሓፍተይ ዝለኣኸትለይ ዘምህር ዘሕዝን ዝጠቅም ዘጠንክር ብፍላይ ንዓና ንደቂ ኣንስትዮ ብጣዕሚ ሂወትና ዝቕይር ጠቓሚ ዛንታ እየ ሒዘልኩም መጽየ። እዚ ሓፍተይ ኣሕዋተይ ክመሃራሉ እየን ኢላ ጊዘኣ ሰዊኣ ዝጸሓፈትለይ ነዊሕ ዛንትኣ ከንብበልኩም እየ። ንስኻትክም ውን ብፍላይ ደቂ ኣንስትዮ ኣሕዋተይ ኣብ ኮሜንት መጺኽን ካብ ዛንታ ውሽጢ እስካዕ መወዳእታ ሰሚዕኽን እንታይ ከም ዝተምሃርክናሉን ንድሕሪ ሕጂ ከመይ ጌርክን ተጠንቂቕክን ሂወትክን ክትመርሓ ከም ዘለክንን ካብዛ ዛንታ ዝተረዳእኽንኣ ኣብ ኮሜንት ጸሓፋለይ። ናብዛ ናይዛ ሓፍትና ዛንታ ከብለኩም። ሰናይ ምክትታል። እዛ ናይ ዝሓፍትና ዛንታ ከምዚ እያ ትብል ኣብ ዋይ ፍትውትው እየ ዘብለኪ ተስፋ ይገብር ሓደ ማዓልቲ ተራኪብና ናይ ልበይ ከውግዐኪ ብልፅተይ ናተይ በርትዕልና የቀንየለይ ዝሓፍተይ ብጣዕሚ እየ ዘመስግን ኣነለ ካባይ ተምሃራ ክብለን እየ መፅየ ታሪከይ ኣነ ኣብ ዓዲ እናሃለኩ ሕፅይቲ እየ ነይረ ዝተሓጸኹሉ ኣጋጣሚ ድማ ብዙሓት ተሃላለኽቲ ነይሮምኒ። ወለደይ ፈሪሖም ንሓደ ሃለቃ መሪጾም እናበኸኹ ኣሕጽዮምኒ። እቲ ሃለቃ ካብ ዝጸልኦም ደቂ ዓድና ሓደ እዩ ነይሩ። ደስ ኣይብለንን ነይሩ። ትምህርተይ እናተምሃርኩ ዝሸጠ ሸይጡ ንኽፈትዎ ክዳን ጫማ ገዚኡ ንወለዲ ይህቦም። ዋላ እናጸላእኽዎ ክዳን እንተገዚኡለይ ደስ ይብለኒ ነይሩ። ተምሃሮ ደቂ ዓደይ ኩሎም ሕጽይቲ እያ ይብሉኒ ነይሮም እሞ ይሓፍር ነይረ። ሓደ መዓልቲ ወለዲ ናብ ከተማ ይልእኹኒ እሞ ሓደ ወዲ ኣብ ጸባብ መንገዲ ይጸንሐኒ። ቀው ኢሉ ክስካዕ ኣብ ጥቕኡ ዝበጽሕ ይጥምተኒ። ኣነለ ሓፋር እየ፣ ሰብ እንተ ጠሚቱኒ ክወድቕ እየ ዝብል ነይረ። ክወድቕ እናበልኩ ኣብ ጥቕኡ በጺሐ። ጸጉረይ ኣደይ ቆኒናትኒ፣ ብዙሕ ነዊሕ እዩ። ገጸይ እናሸፈነኒ ንምንታይ ይጥምተኒ ኢለ እናሓረቕኩ ሕልፍ ኢለ ክኸይድ ብኢደይ ሒዙ ከቲሩኒ። እሕልፈኒ ኢለዮ ሰላም በልኒ ኢሉኒ ኣብየዮ ንሱለ ኣብይኒ ደሓር ሕጹየይ ዝገዝኣለይ ሓዳሽ ሻርፕ ኔራ ኣብ ክሳደይ ኣሲረያ ከራባታ ኣምሲለ ፋሽን እዩ ኔሩ ብሓይሊ ፈትሑ ወሲድዋ ሃበኒ ኢለዮ ለምንኒ ኢሉኒ ኣብየዮ ምስ ጨነቐኒ ለሚነዮ ሰንበት ንዒ ክህበኪ ኢሉ ናብ ካራምቡላ ኣትዩ ተጸብየ ደኺመ ገዛይ ተመሊሰ ገዛና ኣበየሎ ሻርፕኺ? ኢሎምኒ። ሓንቲ መሓዛየይ መንጢላትኒ ከይዳ ከምጽኣ እየ ሰንበት ኢለዮም። ኮርዮም ሰንበት ከይደዮ። ይዝክር ቁምጣ ምስ ቀይሕ ናይ ላዕሊ ሸበጥ ገይሩ፣ ጸጉሩ ተሓጺቡ ገና ዘይደረቐ እናሰሓቐት ተቐቢሉኒ። መልክዑ ነዊሕ፣ ቁመቱ፣ ኣስናኑ፣ ጸጉሩ፣ ኩሉ ነገሩ ኣሽዑየ ልቢ ኢለ ርእየዮ። ክንደይከ ይሽኩር መሊኡዶ ይዕድለካ እዩ ኢለ። ተገሪመ ሰላም ከይበልኩ ሃባ ኢለዮ። መጀመርታ ምግቢ ንብላዕ ኢሉኒ ኣብየዮ ኣይህበክን ምስ በለኒ ምስኡ ኣትየ ብሓይሊ እናኾለሰ ክስካዕ ዝጸግብ ኣብሊዑኒ ወጺና ሃበኒ ኢለዮ ቁጽርኺ ሃብኒ ኢሉኒ ኣይብለይን ኢለዮ ካልእ ሻርፒ ቀይሩ ሂቡኒ ሕጽይቲ እየ ኢለ ኩሉ ነገር ነጊረዮ ገጹ ቀይር ኢሉ ንምንታይ ተሓጺኺ ኢሉኒ ኣገዲዶምኒ ኢለዮ በሊ ንምንታይ ተገድድዋ ኣነ እየ ብድሌታ ክምርዓዋ በልዮ እንተኾርዮምልኪ ናባይ ምፂ ኢሉ ገዲፉኒ ናብ ካራምቡሎ ኣትዩ ኣብ መንጎ መዓት ተወዳት ስለ ዝነበረ ሓፊረ እናፈራሕኩ ተመሊሰ ስኢነያ እዚኣ ኣልዒለ መፅየ ኢለዮም ጓልመን እያ ንገረና ከይድና ክነምፅኦ ኢሎም ቀውጥ ኣቢለምዋ ክኸይድ እየ ኢለ ኣመኽንየ እንደገና ከይደዩ ናብ ካራምቡልኡ ጸዊዐ ለሚነዮ። ብቻ ብዙሕ እዩ ድሕሪ ክንደይ ምልልስ ሂቡኒ። ለይቲ ምስ ቀትሪ ካብ ሕልመይ ካብ ዓይነይ ምኽዋል ኣብዩኒ። ከም ዘፍቀርክዎ እውን ፈለጥኩ። ናብ ትምህርተይ መጺኡ ብሰብ የጸውዐኒ። ወጺኤ ምስኡ ኮፍ ኢለ ይውዕል። እናበኸየ በጃኺ ከይትምርዐዊ ኣነ ክምርዓወኪ እናበለ ይልምነኒ። ኣይምርዖን ኢለ ብኽያት ጥራሕ ኮይኑ ስርሐይ። ወለደይ ናብ ማትና በሊዕና ኣይንጠልምን እናበሉ ቀውጢ ይገብርዋ። ዘረባ ጸሊኤ ከዛረቡኒ ዋላ ፈሪሖምኒ ባህርያተይ ቀይር ኢልዎ። ዓዲ ወዲ መርዓ ከዳሉ ምስ ጀመሩ ካብ ትምህርቲ መሊቖ ሒዙኒ ከተማ ኼድና። መስተ ንእሽተይ ጣዕሚ እናበለ ከይተረደአኒ መዓት ኣስትዩኒ ሰኺረ ምስኡ ሓዲረ። ገዛና እልሽ ሓዲሮም ንጉሆ ገዛ ተመሊሰ ምስ መሓዛይ ሓዲረ ኢለዮም። ጓል መምህር እያ ኢለዮም ንሒለ ኣሚኖምኒ ግን ጭንቀት ክመውት ኢለ ንሃለቃ እየ ክምርዖ ክቆርብ እየ እንታይ እየ ዝገብሮ ኢለዮ መርዓ ቀሪቡ ወርቂ ክመርፅ ሰሙን ተሪፉኒ ኣብ ገዛይ ክሓብእኪ ድሓር ክምርዓወኪ ኢሉ መኺሩኒ ወፅየ ከይደ ኣብታ ዝተኻረያ ሓንቲ ፍርናሽ ጥራሕ ዘላታ ክፍሉ ሓቢእኒ ወለደይ ተፀሊሎም ዘይኣለሽዎ ቦታ ዘየለ ንሱ ካራምቡላ ኣላቶ ኣብኣ ውዒሉ ድራር ሒዙለይ ይመፅእ ከም ንግስቲ ይሓንቅቐኒ ነይሩ ድሓር ሕጹየይ ንቤተሰበይ ተመርዕዩ ሰሚዑ ነጊሩኒ ደስ ኢሉኒ ድሕሪ ክልተ ወርሒ ሓሚመ ክሞት ኢለ ሕክምና ከይንኸይድ ፈሪሕና በይነይ ተዓጽየ ምስ መረረኒ ዳርጋ ተሸኪሙ ወሲዱኒ ጥንስቲ ኢኺ ኢሎምኒ ብድንጋጽ ክወድቕ ኢሉ ኣነ ሓሚመ እየ ነይረ ንሱ ግን ኣስድድዎ ኢልዎም ሓሚማ ተሸኒፋ ንምንታይ ክነስድዶ ኢሎምዎ ክሕሻ እዩ ኣስድድዎ ኢልዎም ኮረዮምሉ እናጎተተ ወሲዱኒ ምስ ሓወየት ክነስድዶ ኢሎምዎ ክኒና ኣምፅኡ ውሓጢ ይብለንሞ ይጨነኒ ቦሚት ይብሎ ምስ ከደ ሓቢኤ ይጉሕፎ ደሓን ምስ ኮንኩ ወሲዱ ሓውያ እያ ኣስድድዎ ኢልዎም ዓብዩ እዩ ፈሪሕና ኢና ተሓታቲ ንስኻ ኢኻ ፈርም ኢሎምዎ ፈሪሑ እናፀረፈ ተመሊስና ቅይር ኢሉኒ ይፀርፈኒ ምግቢ ከይሓዘ ይመጽእ ሰኺሩ መጺኡ ይቕጥቅጠኒ ንምን ንመን ክዛረብ ኣሳቒ የቢሉኒ ጥሜት ጸርፉ በትሩ ኩሉ ነገሩ ተሓዋዊስኒ ገጸይ ሞዲየ ነብሰይ ወዲኤ ዋና ገዛ ሓደ መዓልቲ ጸዊዓ ኩሉ ሓቂ ንገረኒ ኢላትኒ ነጊረያ ኣጓላት ሒዙ እዩ ዝመጽእ ጥፉእ ዒዋላ እዩ ናብ ወለዱ ክወስደኪ የውልዱኺ ኢላ ወሲዳትኒ ኩሉ ዝበደለኒ ነጊራ ከይከሰኩም ኣውልድዋ ኢላቶም ተሓቲቱ ናተይ ከም ዝኾነ ርግጸኛ ኣይኮንኩን ሓንቲ መዓልቲ እየ ተጋግየ ኢሉ ጽርፍ ኣቢሉኒ ከይፈተዉ ኣቐሚጦምኒ ሓፍቱ ኔራ ዕረ ዝጥዕሙ ቃላት ትዛረበኒ ብጥንስተይ ተስርሐኒ። ክወልድ ምስ ተቐረብኩ ፈሪሖም ወለድኺ የውልዱኺ ኪዲ ኢሎምኒ ኣብየዮም። ባዕሎም እናጠየቑ ከይዶም ወለዲ መፅዮም ብብኽያትን ፀርፍን ካንሸሎት ተኣኪቡ ጓልና ኣይኮነትን ኢሎም ብቻ ብዙሕ እዩ ከይዶም ምሸት ከብዲ ውላድ ኮይንዎም ተመሊሶም መፅዮም ብፀልማት ወሲዶምኒ ኣብ ገዛ ተዓፅየ ሰብ ከይሰምዕ ተባሂሉ ሕክምና ከይከድኩ ብኽንደይ መከራ ወሊደ ወለዲ መጺኦም፣ ንሱ ግን ካልእ ጓል ሒዙ ነይሩ። ኣይመጸን። ምስ ወለድኩ ሰብ ሰሚዑ ምምጻእ ጀሚሩ። ብኽብርያ ኣብያስ ጠኒሳ መጺኣ እናተብሃለ ወለደይ ኣዋሪደዮም። እንታይ እሞ ዝሓለፈ ክርስትና ተገይሩ ወለዱን ንሱን ብኽንደይ ለመና መጺኡ። ጓል መንደሩ ኣትሒዛቶ መርዓ ክገብሩ እናተዳለው ነይሮም። ለካስ ብሰብ ሰሚዐ ሕላፍ ክርስትና እምኒ ገይረ ርእሱ ክፍልጾ ወደይ ገዲፈ ከይደ ምስ ካልእ ጓል ጸኒሑኒ። ሰብ ገልጊሉና ናብ ወለዱ ከይደ ንምንታይ ኢለዮም ካብ ዝእሰር ወድና ኢልና ኢና ኢሎም ይቅርታ ኢሎምኒ እናበኸኹ ተመሊሰ። ናብ ሰብ ክሕወስ ስለ ዝሓፈርኩ ወደይ ገዲፈ ስዑድ መጽየ ብድሕረይ ተመርዒዋ። ሰበይቲ ደሪቡለይ ኢላ ምስ ወለደት ፈቲሓቶ። ኣጓላት ይቐያይር ይሰምዕ ነይረ። ስዑዲ ከይዳ ምስ ሰምዐ ክዳን ገዚኡ ወዱ ከይዱ ርእይዎ ናባይ ደዊሉ ንተዓረቕ ለቢመ እየ ኢሉኒ። ንወደይ ክብል ክዕረቖዶ ኢለ ምስ መሓለለይ ሓሲበ ፈቲነዮ ግን ብጥቕሚ ኣለዋ ኢሉ ከም ዝቐረበኒ ይዘውር ከም ዘሎ ኣረጋጊጸ ብሎክ ዓጽየዮ። ወደይ መልክዑ ፈረንጅ እዩ ዝመስል ቁመቱ ሎሚ ካባይ ይነውሕ ብእኡ ዘይዛረብ ሰብ የለን ኩሉ ዝፈልጦ ተዓዲልኪ እየ ዝበሃል ወዲ ዓሰርተ ክልተ ዓመት ኮይንለይ ሎሚ ገዛይ ኣስሪሐ ኣቑሑተይ ሰዲደ ጠንካራ ጅግና ጓል መኹረዒት ወለዳ ተባሂለ ገዛ ወለደይ ኣስሪሐ መሻረፍ ክሕዝ እሞ ዓደይ ክኣቱ ይሓስብ ኣለኹ ካብ ታሪኸይ ትመሃርኡ ጓና ጓና እዩ ምስ ጸገመኪ ይጉሕፈኪ ካባኺ ትበልጽ ምስ ረኸበ ይጽየፈኪ ኣበይ እሞ ወለደይ ተዝኣምን ካብ ጓና ኣበይ እሞ ንእስነት ተዘይሽውደኒ ብስምዒት ተዘይደፋፋእ ክብረይ ተዘይቐንጥጥ ኣበይ እሞ ንእስነተይ ከምታ ወለደይ ዘዕበዩኒ ተቖጢበ እንተዝሓልፋ እየ ዝብል ግን ከዓ ታሪኸይ ስለ ዝተቐየረ እውን ይጽናዕናዕ ካባይ ተምሃራ ተጠንቅቓ ብፍላይ ወጣታት ሓንቲ ግዜ ዕድልክን እንተተባላሽያ መምለሲ ኣይብልክንን ካባይ ተምሃራ ዝብል እዩ ዛንትኣ ኣነ እዛ ዛንትኣ ብጣዕሚ ደስ ኢልኒ እየ ወዲኤያ ኣብዚ ማእኸል ዘሎ ኣብዚ ከቢድ ፈተና ዝሐለፈትሉ ከም ሰብ መጠን ከም ጓል መጠን እናሓዘንኩ ኣንቢበዮ ኣብቲ መወዳእታ ትማሊ ንወለዳ ኣሕፊራቶም ነይራ ብሰንካ ከምዚ ነይራስ ከምዚ ኮይና መፅያ ከምዚ ሓሲቦም ነይሮም ግን ከምዚ ጋጢምዎም ዝብል እቲ ዝነበረቶ ብሰባት ተገሊላ እቲ ዝነበራ ሕፍረት እቲ ዝነበራ ሕርቀት እቲ ዝነበራ በደል ኩሉ ስለ ዝቐረጽክዎ ከም ሰብ መጠን ኣሕዚናትኒ ነይራ። ኣብ መወዳእታ ከዓ እቲ ትማሊ ዝነበረ ታሪኽ ተቐይሩ ከምቲ ጽሒፋቶ ዘላ ታሪኻ ተቐይሩ ዛንታኣ ተቐይሩ ጅግና ጠንካራ ጓል ኣንስተይቲ ኮይና ክተዘንቶ ምብቃዓ ንባዕሉ ብጣዕሚ እዩ ደስ ኢሉኒ። ካብ ዛንታኣ ሓደ ኣነ ከም ኣነ ዝተምሃርክዎ ድማ ብፍላይ ብፍላይ ንሕና ኣብ ግዜ ንእስነትና ከምዚ ኣብ መወዳእታ ኣመሓላሊፋቶ ዘላ መልእኽቲ ኩሉ ንውስኖ ውሳነታት ብስምዒት ዘይኮነ ብርድኢት ክኸውን ከም ዘለዎ። ከም ሰባት መጠን ብርግጽ ሓደ ሓደ ግዜ ሓቂ ዝመስል ግን ሓቂ ዘይኮነ ስምዒት ክፍትነካ ይኽእል እዩ። ነገር ግን ንሱ ተቓሊስካ፣ ግዜ ወሲድካ፣ ተረዲእካ፣ ብርድኢትን ብምስትውዓልን ምስ ወለድኻን ምስ ሰብካን መኺርካ ጽቡቕ ውሳነ ክትውስን ከም ዘለካ ሓንቲ ግዜ ዕዱልካ ተተባላሽያ ንኽትምልሳ ከቢድ ከም ዝኾነ እየ ብሓፈሻ ካብ ዛንታኣ ካብዚ ብዙሕ ዝተምሃርክዎ እዚኣ ተማሂረ ዘንተኺ ድማ ብዙሕ ተማሂርናሉ ኢና። ሕጂ ውን መወዳእታኺ የጸብቐልኪ ክብለኪ እየ ዝፈቱ። ንሎማዕልቲ ዝነበረትና ጻንሒት እዚኣ እያ ትመስል ኣብ ቀጻሊ ቪድዮ ክስጋዕ ንራኸብ ስስናየ ንዓኹም ባይ ባይ።